ዜና ዓወት! ጅግና ሰራዊት ትግራይ ኣብ ዝጠዓሞ ጊዜን ቦታን ኩሉ ህልውናን ድሕንነትን ትግራይ መሊኡ ውሑስ ንምግባር ውጥን ፀላኢ እንዳፍሸለ ኣብ ዝመቸዎ በርቃዊ መጥቃዕቲ ብምግባር ከቢድ ሰብኣውን ንዋታውን ኪሳራ እንዳሸከሞም ንቕድሚት ይምርሽ ኣሎ። በዚ መሰረት ካብ መጨረሻ ጳጉሜን ክልተ ሽሕን ዓሰርተ ሰለስተን ክሳብ ባሕቲ መስከረም ክልተ ሽሕን ዓሰርተ ኣርባዕተን ዓመተ ምህረት ኣብ ዝነበረ ጊዜ ጸላኢ ካብ ከባቢ ሰቆጣን ቡጉናን ተበጊሱ ናይ ላሊበላ ኤርፖርትን ላሊበላ ከተማን ብምቁጽጻር ኣብ ከባቢ ደብረዘቢጥን ጋሸናን ዝርከብ ሓይልና ንምቑራጽ ዓሊሙ ዝተንቀሳቐሰ ኣባይ ጣና፣ ጋፋት፣ ዝበሃሉ ፍሉይ ሓይሊ ናይ ኣምሓራ ብርጌዳትን ብምሉእ ዓቕሞም ናይ ቴድሮስ ብርጌድ ውሱን ክፋሉን ብተወሳኺ እውን ልዕሊ ዓሰርተ ሽሕ ዝኾኑ ካብ ዝተፈላለዩ ከባቢታት ዝተኣኻኸቡ ምልሻታት ኣምሓራን ኣብቲ ውግእ ዝተሳተፉ እንትኾን ልዕሊ ሓደ ሽሕን ሓሙሽተ ሚእትን ምዉታት ልዕሊ ክልተ ሽሕ ቁሱላት ክኾኑ ክኢሎም እዮም። ካብዚ ብዝተወሳኺ ድማ ማእኸላይን ፎከስትን ብረታት እንትማረኽ ከምኡ እውን ዓሰርተ ሸሞንተ ዝተፈላለያ ተሽከርከርትን ሓደ መጋዘን ጥይት ኣፅዋርን ዝሓዘ ናብ ሓሙኹሽቲ ተቐይሩ እዩ። ኣብዚ ፅዑቕ መጥቃዕቲ ዓይና ብጉና ናይ ዋግ ዞባ ምልሻን ፍሉይ ሓይሊ መሰልጠኒት ዝነበረት ቆምቢን ተቖፃፂሩ እዩ። ምስዚ ብዝተተሓሓዘ ካብ ሰለስተ ክሳብ ሓሙሽተ ጳጉሜን ክልተ ሽሕን ዓሰርተ ሰለስተን ዓመተ ምህረት ከባቢ ደብረዘቢጥ ናይ ፀላኢ መበል ሰላሳን ሰለስተን ሰላሳን ኣርባዕተን ከምኡ እውን ክፍለ ሰራዊት ሓምሳን ኣርባዕተን ኣካል ዝኾነ ካልኣይ ብርጌድ ናይ ኣምሓራ ገባቲ ሓይሊ መቕደላን ቴድሮስን ዝበሃሉ ብርጌዳትን ዝተወሰነ ሓይሎም ኣሳቲፎም ክደፍኡ ዝሃቀኑ እንትኾን ሰራዊትና ብዝገበሮ ፅቡቕ ናይ ምክልኻል ውግእ ልዕሊ ሰለስተ ሽሕ ምውታት ልዕሊ ሰለስተ ሽሕን ክልተ ሚእትን ድማ ቁሱላት እንትኾኑ፣ ሓንቲ ታንኪ ብምቅፃል ብርክት ዝበለ ኣፅዋርን ጠያይትን ኣብ ትሕቲ ቁፅፅር ሰራዊትና ኣትዮ ኣሎ። ጅግና ሰራዊትና ግስጋስኡ ንቕድሚት ብምቕፃል ቀውዞባን ጭላን ዝበሃላ ከተማታት ብ ሰለስተ መስከረም ክልተ ሽሕን ዓሰርተ ኣርባዕተን ከምኡ እውን ሓሙሽተ መስከረም ክልተ ሽሕን ዓሰርተ ኣርባዕተን ዓመተ ምህረት ኣብኡ ዝነበረ ፀላኢ ኣብ ሓፂር ግዘ ብምፅራግ ልዕሊ ሚእትን ዓሰርተን ምዉትን ቁሱልን ብምግባር ብዓሰርተታት ብምምራኽ ፀላኢ ሃዲሙ ናብ ዓንደ ወርቂ ክበታተን ዝገበሮ እንትኸውን፣ ዓወት ዝሕርሞ ሓይሊ ፀላኢ ካብ ከተማ ሰቖጣ ሰብዓን ሸሞንተን ኪሎ ሜትር ርሒቓ እትርከብ ናይ ደምና ወረዳ ከተማ ዝኾነት ዓምደ ወርቂ ጣና ተከዘ ቴድሮስ ዝበሃሉ ብርጌዳት ፍሉይ ሓይሊ ኣምሓራን ብዓቕሊ ፅበት እኳ እንተዕገርገሩ ኣብዚ እውን ክልተ ሚእትን ስሳን ሞይቶም ሰለስተ ሚእትን ዓሰርተን ቆሲሎም ብዓሰርተታት እውን ተማሪኾም እዮም። ከም ልማዶም እግሮም ናብ ዝበረሖም ዝተበታተኑ እንትኾኑ፣ ሰራዊትና ንከተማታት ቀውዘባ፣ ጭላን ዓምደወርቅን ተቖፃፂሩ ንቕድሚት ኣብ ምግስጋስ ይርከብ። ብኻልእ ገፅ ካብ ሰለስተ መስከረም ክሳብ ኣርባዕተ መስከረም ክልተ ሽሕን ዓሰርተ ኣርባዕተን ዓመተ ምህረት ኣብ ዝነበረ ጊዜ ካብ ማርሳ ደቡባዊ ምዕራብ ኣብ እትርከብ ጎርቦ ኣቦ ኣብ ዝተብሃለት ቁልፍን ስትራተጂካዊትን ቦታ ዓሪዱ ዝነበረ ናይ መበል ስሳን ክልተን ክፍለ ሰራዊት ኣካል ዝኾነ ፍሉይ ሓይሊ ጅግና ሰራዊትና ብዝወሰዶ መጥቃዕቲ ነታ ቁልፍን ስትራተጂካዊትን ቦታ ጎርቦ ኣቦ ተቖፃፂሩ እዩ። ኣብዚ እውን ሚኢትን ሓምሳን ምውታት ሚኢትን ዓሰርተን ቁሱላት ብዓሰርተታት ሙሩኻት ዝገበረ ኮይኑ ብርክት ዝበሉ ብሬን ዝርከብዎም ኣፅዋራት እውን ማሪኹ እዩ። ብከባቢ ጉጉዶ ሸቃ ከተማ ዝተንቀሳቐሰ ሓይሊ ፀላእ እውን ብጅግና ሰራዊትና ፅፍዒት ተፀፊዑ ንድሕሪት ተመሊሱ እዩ። ብጠቕላላ ኣብ ዝሓለፈ ሰሙን ኣብ ከባቢ ላሊበላ፣ ዓምደወርቅን ቀውዞባን ጭላን ኣብ ዝተገበረ ውግእ ኣርባዕተ ሽሕን ሸሞንተ ሚእትን ቴስዓን ሓሙሽተን ምዉታት፣ ሓሙሽተ ሽሕን ሽዱሽተ ሚእትን ስሳን ቁስላት፣ ብዓሰርተታት ድማ ተማሪኾም እዮም። ዓሰርተ ሸሞንተ መኻይን፣ ሓደ ታንኪ፣ ሓደ ጥይትን ኣጽዋርን ዝሓዘ መጋዘን ብምዕናው፣ ብርክት ዝበለ ማእኸላይን ፎከስትን ብረታት ብምምራኽ ኩሉ ዝከኣሎ ጅግና ሰራዊትና መስተንክራዊ ድሙቕ ዓወታት እንዳመዝገበ ንቕድሚት ይምርሽ ኣሎ። ፀላኢ ኣብ ዝሃለወ ይሃሉ ውሕስናን ድሕንነትን ህዝቢ ትግራይ ክሳብ ዝረጋገፅ ኩሉ ንምግባር ብዝለዓለ ውፉይነትን ጅግንነትን ጅግና ሰራዊትና ይምርሽ ኣሎ። ወታደራዊ ኮማንድ ሰራዊት ትግራይ።